ሰላም ፋሚሊ ሰላም ክትሉ ትምኒተ እዩ ናይ ሎማዓንቲ ከዓኒ ንእሽተይ ዘረባ ኣላትኒ ቅድሚ መጀመርያ እዛ ንእሽተይ ቪድዮ እሞ ንርኣያ ድሕሪኡ ከዓ እቲ ዝመስለኒ ናተይ ሓሳብ ክገልፅ እየ
ያ ሰላም ሰላም ብሓባር ኩልኻትኩም መርሓባ ደሃይ ከመይ ቀኒኻ። እግዚኣብሔር ይመስገን ንበል ፅቡቅ ስራሕ ዝሰርሕ ይሰኣን ዝሰምዕ እውን ኣይሰኣን ንሰምዕ ኣለና ብምቅፃል ሕፅር ዝበለ ሕቶ ናተይ ንክልቲካትኩም ማለት እዩ ኣፍታ መፃኢት ኤርትራሲ መን እዩ ክመርሐኩም ትደልዩ ኣነ ክመርሐኒ ዝደልዮ ኣለኒ ኩሉ ሰብካ ይሓልም እዩ እዚስ ዘዝመርሐኒ ወይ እዚስ ከምዚ ዝኮን ኢሉ ኩሉ ራኢ ኣለዎ ማለት እዩ ሕጂ ናትኩም ራእሲ ኣብታ ትመጽእ ዘላ ሕጂ ዋላ ሓንቲ ክንሕዛ ንኽእል ኤርትራ የላን ኣላ ኢና ንብል እምበር ከም ዘባሓጎይስ ኔሩ ይብሎ ግን ሕጂ ክረኽቦ ኣይክእልን ኣነ ከኣ ከምኡ እያ ኤርትራ ዘላ ንዓይ ማለት እዩ ስለዚ ኣብታ ትመጽእ ግን እታ ክንሕዛ ንኽእል ክንድህስሳ ንኽእል ክንነብረላ ንኽእል ክንእከበላ ንኽእል ክነዕርፈላ ንኽእል ኩሉ ክንገብረላ ንኽእል ኤርትራሲ መን ክመርሐኩም ትብል ንክልቲካትኩም የቀኔለይ።
የቀኔልና ደሃይ ጽብቅቲ ሕጽር ዝበለት። ሓደ ሓውና በዚ ኤዱ ሽኮር ጓል ኣንስተይቲ ኣንታይ ትሓትት ኣላ ኣብቲ ዩቱብ ዊን ቅድሚ ሕጂ መሊስዎ ኔሩ ዝሓለፈ ሰሙን ኣብ ናይ ካሎኦት ዊን ትረክብዎ ኢኩም ፌበን በጃኪ ንኣወል ተወከል ሕተትለይ ስዒድ ተወከል ማለት ኣወል ስዒድ ጌራ ሪኣትካ ኣላ ማለት እዩ ናይ ኤርትራ ካርታ ኣቀይሩ ናይ እስልምና ካርታ ምስ ሱዳን ኣውጺኡ ኔሩ ብዛዕባኣ በጃካ ሕተትለይ ሎሙ ናባካ ሕጽር ዝበለት። Yeah thank you by the way ብቀዳማይ መሊስንያ ኔርናይ ናብኡ ክትምልሳ ክትሪኦ ትክእል ኢካ I don't know ኣነ ኣነ ሓደ ሓደ ግዜስ ከምዚ ናይ ናይ ቆልዑት ይገብርዎ እንድዮም ግን ክሳዕ ክንድኡ ዘሰክፍ ኩነታት ዘሎ ኣይመስለንን ስለዚ እንተ ተኻኢሉ I don't know ምናልባት ቪድዮታት ተፈቲሹ ብምሉኡ እንተ ተሰሚዑ ዘገድሶም እንተ ኾይኑ ክፍትሽዎ ደስ ይብለኒ እንተ ደይ ኮይኑ ዘረባታት ቀቀሪቦም መጺኦም ኣብዚ ንዕኡ ንምምላስ ብዙሕ ምድካም ዘድሊ ኣይመስለንን ማለት እየ ስለዚ ኣነ ብኑጽር ይዛረብ ኣለኹ ኣነ ኤርትራዊ ዜጋ እየ እዛ ሃገር እዚኣ ከኣ ከመይ ጌራ ንሕብረተሰባ ንህዝባ ማዕረ መሰላትን ማዕረ ዕድላትን ትፈጥር ሃገር ክንፈጥር ኣለና ንዕኡ ዝሕግዝ ፖለቲካዊ ስርዓት ከኣ ዕልማናዊ መንግስቲ እዩ ኢለ ይዛረብ ኣለኹ። ካብዚኣ ወጻኢ ካልእ ጭብጢ ገለ ዘድልዮም እንተኾይኑ ግን ኣኣብ ዘለናዮ ክንጸንሕ ንኽእል ኢና ጸገም ዘሎ ኣይኮነን ከከም ብርክና ከኣ ንሰጉም። ኦኬ ናይ ደሃይ ክትምልስዋ ቅቡል ዲኹም ሕጽር ድበለት ናባኻትኩም እየ ጽቡቅ ኣነ ኣነ ክልተ ኣነ ይበል። ኣነ ንጹር እዩ ናተይ ሓጺር መልሲ ክህቦ እንተ ደኣ ኮይነ very simple ኣነ ሓደ ዕልማናዊ ስርዓት ክፍጠር ኣለዎ ብኡ ደረጃ ከኣ ኣሎ ከመይ ገራ ትምራሕ ኤርትራ እንተ ተሰማሚዕና እወ እበር ኣነ ንዘልኣለም ኣይነብርን እየ ሎማዓንቲ ድፈትዎ ሰብ ኣብ ስልጣን ተመጺኡ ጽባሕ ድጸልኦ ውን ክመጽእ ይክእል እዩ ስለዚ ንዓይ እሱ ኣገዳሲ ኣይኮነን። ኦኬ ብሪን ኣላትካ ተወሳኺት ሓጸር ዝበለት። ኣነ ሕጊ ክመርሓኒ እየ ዝደሊ ካባኒ እሺ መልሰይ።
ኦኬ ኣሕዋት ሕጂ ከምቲ ዝረኣናዮ ማለት እዩ ኣነ በዛ ነብሰይ ንሰልጠነ ንብርሃነ ብጣዕሚ ክብረት ኣለኒ ብጣዕሚ እየ ዝፈትዎም ብጣዕሚ ምክንያቱ ኩሎም ነናቶም ፖዚቲቭ ዝኾነ ነገር ኣለዎም ከም ሰብ መጠን ከዓኒ ኩላህና ከዓኒ ዊክነስ ኣለና ኣብ ዓለም ዊክነስ ዘይብለኝ ዝብል ሰብ ሓሳዊ እዩ ኩሉ ሰብ ዊክነስ ኣለዎ ሕጂ ኢን ጀነራል ንሕና ከም ሰብሲ እቲ ናህና ዊክነስ ኣይኮናን ንርኢ እንታይ ደኣ እቲ እግዚኣብሔር ይብልና ዘሎ ጸጋታት እቲ እቲ ፖዚቲቭ ዝኾነ ነገር እቲ ንሰብ ዝጠቅም ኢልና ንሪኦ ናብኡ ክነተኩር እዩ ዘለና ኢለ ዝሓስብ ሕጂ ሰልጠነ ኩሉቲ ዘምፅኦ ሃንድረድ ፐርሰንት ይድግፎ እየ ክብል ኣይክእልን እየ ምክንያቱ ሓደ ሓደ ነገራት ኣሎ ኣነ ብዙሕ ዘየድሊ ኢለ ዝሓስቦ ግን ናይንቲ ኤይት ፐርሰንት ሰልጠነ ዘምፅኦ ዝምህር እዩ ካልኣይ ነገር ከዓኒ ኤክስፖዝ እዩ ዝገብሮ ነቲ ኢቮል እንድሕር ነቲ ኢቮል ኤክስፖዝ ዘይጌርናዮ ኩሉ ግዜ ኢቭል ተሓቢኡ እዩ ክነብር ሕጂ ዘ ኦንሊ ፐርሰን ኣይ ኖው ኣነ ዝፈልጥ ኣብዚ ሶሻል ሚድያ ማለት እዩ ሰልጠነ ሂ ኤክስፖዝስ ኢቭል እዚ ብጣዕሚ ዓብዪ ዓብዪ ታራ ኣሎና ማለት እዩ ኣብ ሶሻል ሚድያ ፖዚቲቭ ነገር ናቱ እንዳውን ኣነ ከም ናቱ ጠባይ ኣለኒ ዝኾነ ኢቭል ነገር ኤክስፖዝ እየ ዝገብሮ ምክንያቱ ኢቭል ክሕባእ የብሉን ኢለ እየ ዝሓስብ ሕጂ ንሱ ብጣዕሚ ፖዚቲቭ ነገር ኣለዎ ስልጣን ሓደ ሓደ ነገራት እቲ ንሕና ዘይንድግፎ ነገር ተምፀአ እስ ኦኬ ተኽኢልካ ትመክሮ ተሰምዐ ፅቡቅ ተዘይሰምዐ ከዓ እዮ ንኩላና ሓደ ክንኮን ኣይንኽእለና ኣብ ዓለምዚ ጎይታ ነናህና ሂውና እዩ ኩላናስ ሓደ ሰብ ሓደ ጠባይ ሓደ ካራክተር ክህልወናስ ኣይክእልን እዩ እቲ ንሕና ዊኣር ኢና ኣብቲ ሶሻል ሚድያ ወፂና ንዛረቡ ንሱ ከዓ እፅ ኦኬ ዝሎንገዝ ንሰብ ብዙሕ ህርት እንደ ዘይገብር ኮይኑ እፅ ኦኬ እቲ ዝበለበፀ ግን እቲ ፖዚቲቭ ነገር ናይ ወዲ ሰብ ርኢና ብኡ ክንግምግሞ ይግበአና ሕጂ እዞም ኩሎም ወፂኦም ንሰልጠን ክንዓፁ ኣለና ገለመለ ዝብሉ ዝነበሩ እዚ ብጣዕሚ እዚ ናይ ኣምላኽ ስራሕ ኣይኮነን እዚ ናይ ሕስድና ስራሕ ክብል ይኽእል ማለት እዩ ኦኬ ምስኡ ከዓኒ ናይ ብርሃንኻ ንእሽተይ ክዛረብ እንተኮይነ ከዓኒ ብርሃን ከዓኒ ብወግንካ ብጣዕሚ ዋይዝ ብጣዕሚ ኩሉ ናትካ ትሕዝቶ ትዘራርባኻ እቲ ተምፅኦ እቲ ትምህርቲ ትህቦ ውዝደም ኣለካ ትሑት ኢኻ ብጣዕሚ ትፍቶ በቃ ትፍቶ ኢኻ ሓደ ሓደ ጌጋታት ክህሉ ይኽእል ዶ የስ ይኽእል እዩ ይከኣል እዩ ሕጂ ካ ከምዚ ንሪኦ ዘለና ከዓኒ ኢንስተድ ኦፍ እቲ ናህና ፖዚቲቭ ነገር ንረኣይ እቲ ኔጌቲቭ ናይ ሰብ ኣምፂና ንበኣስ ኣለና። ሕጂ ሰልጠነን ብርሃነን ብዘይጠቅም ነገር ኢኹም ትበኣሱ ዘለኹም ኢለ ክሓስብ ይኽእል። ፐርሰናል ኣታክ እንድሕር ኣሎ ወይ ኔም ኮሊንግ እንድሕር ኣሎ ወይ ንወዲ ሰብ ሌበል ትገብሮ እንተኮይንካ ኩሉ ግዜ ግርጭት ይፍጠር ማለት እዩ። ሕጂ ካብ ከምኡሲ ክንቁጠብ ኣለና። ኣነ ንብርሃነ ክትኣምነሉ ኣለካ ናይ ፍትዊ ብሓይሊ ክብሎ ኣይክእልን እየ እዚ ናቱ ርእቶ እዩ ያዝ ፍሪ ውል ትዱ ወዲ ዋንስ ስልጠና ከዓኒ ናይ ውፍዩ ፈትዩ ሚእቲ ካብ ሚእቲ ምስኡ ኮይኑ ገንዘቡ ድዩ ዘየፍሰሰ ፋሚሉ ገዲፉ ድዩ ዘይገሸ ምስኡ ኮይኑ ድዩ ዘይሓገዞ ሰብ ዘይገበሩ እዩ ገይሩ ሰልጠነ ዊችስ ኣይ ጊቭ ኣላረፍ ክረዲት ኩላና ንገብሮ ዝግበአና ንሱ ይገብረልና ኣሎ ቡፊ ከዓኒ ብወገኑ ከዓኒ እግዚኣብሄር ባርኮ ሓዳሩ ገዲፉ ታይሙ ከንሱም ገይሩ በቃ ኣይዶ ነው ሰብ ዘይገብሮ ነገር እዩ ዝገብር ዘሎ እዚ ከዓኒ ንምእንቲ ህዝቡ ምእንቲ ህዝቢ እዩ ተሲኡ ዘሎ ዝኾነ እዚ ካልኣይ ነገር ከዓኒ ቁም ነገር ዘለዎ ትሑት ሃምብል ዝዛርቦ ዝፈልጥ ካብዚ ንላዕሊ ስኒ እንታይ እዩ ኤርትራዊ ዝፅበ ዘሎ ኣነ ምንም ክርድአና ኣይከኣለን ኣብዚኣ ማለት እዩ ኦኬ ሕጂ ኣብዛ ሕቶ እዚኣ እንታይ ኢሎም ሓቲቶሞም መን ክመርሕ ትደልዩ ኢሉ ሓቲትዎም ሓደ ሓወና ማለት እዩ ዊች ዘ ቨሪ ስማርት ኮሽን እዩ ሓቲትዎም ብጣዕሚ ዝገርም ንሳቶም እንታይ ኢሎም መሊሶምሉ ሰሚዕናዮ ኢና ሕጂ ናብ ብርሃነ ክመፅእ ማለት እዩ ብርሃነ ሕጊ ክመርሐኒ እየ ዝደሊ ኢልካ ኦኬ ኩላህና ሕጊ ክመርሐና ኢና ንደሊ ግን እታ ሕጊ ከመን እዩ ዘኽብራ እዩ ትኳሽን ዘሎ ሕጂ ሕጊ ኩሉ ግን እታ ሕጊ ሲ ሓደ ሰብ ከኽብራ ኣለዎ ሕጊ ናይ ብሓቂ ሕጊ ምዃና ሲ ፕራክቲስ ክገብር ኣለዎ ከምኡ እኮ ኢና ንዛረብ ዘለና ሕጂ ንዛ ሕጊ ሲ መን እዩ ሕጊ ዝገብራ ውፍይ ኣነ በዛ ልበይ ሃንድረ ፐርሰንት ይኣምነሉ እየ ዋ ይበሉኒ ሓደ ኣይ ፕሬድ ኦቨር ሃም ጸልየ እየ ንጎይታ ሓቲተየ እየ እዚ ናትካ ድለየ እየ ብዙሕ ብዙሕ ኮንፈርሜሽን ሂብኒ እግዚኣብሄር ጎይታ ብጣዕሚ ዝገርመኩም ነገር ከ ኣቐሽቲ መፂኦም ነይሮም ባሪኾሞ ጊፍትታት ናይ ቅዱስ ኣባና ጳጳስ ሂቦሞ ካብዚ ንላዕሊ እዚ እንታይ ኢና ንደሊ ዘለና ትሑት እዩ መስቀል ይስዕም ፍቅሪ ኣምላኽ ኣለዎ ናይ ኣቦና ከይተረፈ ኣብ ተኣሽሙ ገይሩ ኢንተርቪው ክገብሮ ከሎ ሰልጠነ ማለት እዩ ናይ ኣቦና ስእሊ ገይሩ እዩ መፅኡ እዚ እንታይ የርእየኩም ፍርሃት እግዚኣብሄር ዘለዎ ሰብ ደይኮና ንደሊ ከመይ ዲና ንኸውን ዘለና ድሕሪ ወፈይሲ መን እዩ ክመፅእ? እዚ ስተ ሓቂ ዶ ኣይኮነን? ንሓደ ሰብ እንድሕር ፍርሃት እግዚኣብሄር ኣለዎ በቃ ንሳ እተደሊ ኣምላኽ ዝፈርሕ ሰብ ኩሉ ግዜ ሕጊ ኣኽቢሩ እዩ ዝነብር። ኣምላኽ ዘይፈርሕ ሰብ ከዓኒ ኩሉ ግዜ ባርያ ገይሩካ እዩ ዝነብር። እዚ ስኒ ክንስሕቶ የብልናን ክብል ኢለ ኦኬ ምስኣ ከዓኒ ክዛረብ ድልየ ዘለኹ ከዓኒ ናይ ሓውና ሳኢድ ተወከል ሳኢድ ተወከል ኣነ ብጣዕሚ ኣድማይር ዝገብሮ ዝገርመኩም ነገር ምክንያቱ ልክዕ ታርጌት እዩ ዝወቅዕ ዘሎ መብዛሕቲ ግዜ ኣስላም ኣድማይር ዝገብሮም ነገር እንተሎ ብ ዓለም ከምዚ ናተይ ማለት ሕጂ ኣነ ከም ክርስትያን መጠን ቅድሚ ኤሪትራዊት እየ ምባለይ ክርስትያን እየ ኢየሱስ እዩ ኩሉ ናተይ ኢለ እየ ዝኣምን ኤሪትራ ሰክንደሪ እያ ንዓይ ኦኬ ተወክል ከዓኒ ረቢ ይቕድሞ ቅድሚ ኤሪትራ እመኑኒ ምክንያቱ መብዛሕቶም ኣስላም በቲ ናታቶም ሃይማኖት they will die for it እቲ ዝኣምኑሉ ኣምላኾም የፍቅርዎ ይሞትሉ እዮም እዚ ኩላና ንፈልጦ ኣይንስሕቶን ኢና ኦኬ ሕጂ ንሱ ስርሑ ይሰርሕ ዘሎ ተወከል ኦኬ ሓንቲ ካርታ ክንገብራ ኢና እዚ ደ ኩሉ ሰብ ዝፈልጦ እንድዩ ዓለም ሙሉ ዝፈልጣና ኣብቲ ቪድዮታተይ ከማን ከድኩም ረኣይኹም ዝምህረሉ ነገር እኮ እዩ እዚ ኮኒ ብብልክል እኮ ኢና ንዛረብ ዘለና ፈቲና ፀሊእና ኣብቲ መወዳእታ እስላም ንዓለም ካንከር ክትገብራ እያ ፈቲና ፀሊእና ኢትስ ሪተን እቲ ኣንታይ ክራይስ ክነግስ ከሎ ብሸርዮሎግ ጌሩ'ዩ ንዓለም ክገዝኣ ኣብ መጽሓፍ ቅዱስ ኣለኩም ንሱ'ዩ ዝዛረበኩም ዘሎ ተወከል ከመይ ጌርኩም ትሓትዎ ዘለኹም ዝሕቶታት እንድዒ ምንም ኣይርድአንን እዩ ኣነ ዩ ሃቭ ቱ ስታዲ ዮር ሂስትሪ ኣብዚ መፅኡ ኤክስፕሌን ክገብረልኩም ኣይክእልን እዩ ንሱ ንሱ ግን ታርጌት እዩ ዝገብር ዘሎ ኣነ ካብ ብጣዕሚ ኣድማየር ዝገብሮም ከምቲ ኣነ ናተይ ኔሽን ብሓደ እግዚኣብሄር ብትሕቲ እግዚኣብሄር ኮይና ከተገልግል ዝደልያ ንሱ ከዓ ንልክ ከምዚ ናተይ ብናቱ ብረቡ ገይሩ እቲ ዓዲ ሓንቲ ክገብራ እዩ ዝደሊ ዘሎ እዚ ከዓ ኩሉ ስላማይ ዝገብሮ እዩ እቲ ሂስትሪ እቲ ናና ኣንታይ ክራይስ ንብሎ ነታቶም ሓላፊ ኮይኑ እዩ ክመፅእ ኦኬ እታ ሸሪያላ ኸዓኒ ኣብ ዓለም ሙሉእ ክትዝርጋሕ እያ ዓለም ካንከር ክገብራ እዩ እስላም እዚ ፋክት 100 ፐርሰንት ዝነግረኩም ኣለኹ ጸሊና ክንቅይሮ ዘይንኽእል ነገር እዩ ዝነግረኩም ዘለኹ ምክንያቱ እቲ ኦረዲ ሪትን ክሓልፍ እዩ ንሳቶም ከዓ ስርሖም እዮም ዝሰርሑ ዘሎ ንሕና ሰብ ስለምንታይ ኢና ስራሕና ክርስትያን ዘይንሰርሕ ዘለና ብከምዚ ኮ ኣነ ንስላም ብጣዕሚ ድማ እየ ዝገብሮም ይ ውል ዳይ በቲ በቲ ዝኣምነሉ ንሕና ክርስትያን ግን ክብሪ ንህቦን ኢና ንጎይታ ኣይንቐድሞን ኢና ክብሪ ንጎይታ ንህቦ ነርና እተ ንኸውን ንውፊ ብጣዕሚ ብልቢ ሓገዝና እዩ ነርና ምክንያቱ ኣቐሽቲ ከይተረፉ እዮም መፅኦም ባሪኹሞ ናይ ኣቦና ጳጳስ ጊፍት ከይተረፉ ሂቦሞ እዚስ እንታይ የርእየኩም እዚ ናይ እግዚኣብሔር ስራሕ እዩ ትሑት ፍርሓት እግዚኣብሔር ዘለዎ ዘረብኡ ደስ ዝብለካ ተጠንቂቑ ዝዛረብ ንሰብ ክትንክፍ ዘይደሊ ዘይፀርፍ ክትፈልጥዎም ኢኹም ብፍርኦም ዘይኮነን ዝብለና ጎይታ እቲ ፍረ ኮን ምርምሮ ግቡእና ናህና ስራሕ እዩ እወ ዓሰርተ ግዜ ንውፊ ኣነ ይመርፅ ምክንያቱ ናይ እግዚኣብሄር ስራሕ ዝሰርሕ ሰብ እዩ ፍርሓት እግዚኣብሄር ዘለዎ ሰብ እዩ ካብዚ ንላዕሊ ኣነ ሰብ ኣይደልን እዩ ንኣምላኽ ዘኽብር ሰብ የደሊ ኣነ ባዕላ ካብዚ ንላዕሊ ከኣ ኣነ ንኣምላኽ ክኸብር ሰብ ካሊእ ኢለ ኣይኣምንን እየ ምክንያቱ ይርኢ ኣለኹ እቶም ዝፈትዎም ኣብ ሶሻል ሚድያ ዘለዉ ዝብሎም ንእግዚኣብሔር ናይ እግዚኣብሔር ነገር እንዳረእይዎ እንዳሰምዕዎ ንውፊ ሃርታይም ይህብዎ ኣሎ ንሪኦም ኣለና እዚ ከ እንታይ የርእየካ ዜሮ ሪሊ ኬር እቲ ናይ እግዚኣብሔር ስራሕ እምበር ንእግዚኣብሔር እዩ ኣኽቢሩሎም ብትሕትና እዩ ገይርዎ ኩሉ ዝገብሮ ዘሎ ሲ ናይ ሰናይ ነገር እዩ ዝገብር ዘሎ ንዓለም ዝሕግዝ ንህዝብና ዝሕግዝ ነገር እዩ ዝገብር ዘሎ ሕማቅ ነገር ኣይረኣናሉን ግን ንዚኣ ግን ንሕና ክትዋሕጠልና ኣይከኣለትን ሕጂ ኩላህና ንነብስና ንመርምራ ኦኬ ኣነ ብጣዕሚ ሻክ እየ ኮይነ ምክንያቱ ኩሎም ቶም እቶም ኣብ ሶሻል ሚድያ ዘለዉ ብምሉኦም ንውፍይ ከውፅዎ እዮም ኢልና ሃነ ኢልና ንርኢ ቻና ተለወጥና ቻና ተለወጥና ዘየለ ብዘይካ ስልጠነ ማንም ሰብ ዘውፅኦን የለን። እዚ እንታይ የርእየካ? ፕራይድ ወይ ቅንኢ። እዚኣስ ምንም ካልእ ሚኒን ክንህብ ኣይንኽእልን ኢና ጋይስ። ነብስና ንመርምር። ካብ ውፉይ ንላዕሊ ንኤሬትራ ዝገብረላ ሰብ የለን። ሕጂ ሕጂ እውን ክብል እየ ጎይታ ዝመረፆ እዩ። ፈቲና ጸሊእና እቲ ጎይታ ዝደለዮ ክኸውን እዩ ንስኻትኩም ድላይኩም ክገብሩ ትኽእሉ እዮም እቲ ጎይታ ዝገበሮ ዝደልዮ ግን ክኸውን እዩ ኣምተል 2024 ዩ ዊል ሲ ኢሳያስን ኣብን ክውርድ እዮም ኦልሬዲ ረስቶሬሽን 2024 ረስቶሬሽን ባይደን ክወርድ እዩ ኩሎም ቶም ሕማቅ ዝገብሩ ዘለዉ ኣብ ኬነዳ ዘሎ እቲ ሊደር ናታቶም ክወርድ እዩ ኩሎም ቶም ናይ ኮራፕት ዝኾኑ ናይ ዋን ኦርደር ሊደራት ኩሎም ከውርዶም እዩ ጎይታ ንቁርብ ግዜ ግዜ ክህበና እዩ ሰላም ንእሽተይ ክትነግስ እያ ኣብ ዓለም እቶም ናቱ ሰባት ከዓ ከንግሶም እዩ እዚኣ ክብለኩም ዝደሊ እሞኒ ሓደራ ተኽኢልና ብፀሎት ንሓግዞ ንውፍይ ምክንያቱ ጎይታ መሪፅዎ እዩ ፈቲና ፀሊእና ውፍይ ጎይታ መሪፅዎ እዩ ተስት ስፒሪት ባዕልኻትኩም ረእይዎ ኦኬ እቲ ጊፍቲ ተቐቢልዎ ዘሎ ጥራሕ ከማንሲ ብኡ ምተረዳእኹሞ ቀሊል ግፍቲ ኣይኮነን ተዋሂቡ ዘሎ ኦኬ እቲ ሳክረመንት ኦኬ ሬሊክ እዩ ከመይ ዝበለ ፓወር ዘለዎ ናይ ሓደ ቅዱስ ሰብ ተቐቢሉ ዘሎ እሞኒ ሓደራኹም ብለኩም ኣብዚኣ ዘረባ ይዓፁ እግዚኣብሔር ጎይታ ይባርኩም ጋድ ብለስ